ሰላም ክቡራት ተዓዘብቲ ላዛና ኦፊሻል ቲቪ፣ ሎሚ ሒዘልኩም ቀሪበ ዘለኹ ኣርእስቲ ኣብ ነፍሲ ወከፍ ገዛ፣ ኣብ ነፍሲ ወከፍ ልቢ፣ ከምኡውን ኣብ መንጎ ነፍሲ ወከፍ ፍቑራትን መሓዙትን ዕለታዊ ዝለዓል ግን ድማ ክንገብሮ ኣዝዩ ዝኸብደና ሓደ ቃል እዩ። ንሱ ድማ ይቕሬታ እዩ። ብዙሕ ግዜ ሰባት ይቕሬታ ክገብር ኣይክእልን እየ፣ ከመይ ገይረ እየ ንዝበደለኒ ሰብ ይቕሬታ ዝገብረሉ? ንሱ እኮ ልበይ ሰይሩኒ እዩ ንብል ንኸውን። ይቕሬታ ምባል ናይ ድኽመት ምልክት ይመስለና። ሓንሳብ ንሕሰብ፣ ይቕሬታ ምባል ንበደለኛ ናጻ ምውጻእ ድዩ ወይስ ንርእስኻ ካብቲ ዘቃጽለካ ዘሎ ሓዊ ናጻ ምውጻእ እዩ። ሎሚ ሓደ መንእሰይ ብሰንኪ በደል መሓዙቱን ዘመዱን ልቡ ዓሚቕ ቁስሊ ሒዙ ከመይ ኢለ ይቕሬታ ዝብል ኢሉ ናብ ሓደ ጥበበኛ መምህር ዝኸደሉ ዛንታ ክነግረኩም እየ። እቶም መምህር ዝሃብዎ መልሲ ግን ንትርጉም ይቕሬታ ጥራይ ዘይኮነስ ንመጻኢ ህይወት እቲ መንእሰይ እውን ዝቐየረ'ዩ ኔሩ። ቂምታ ሒዝካ ምጽናሕ ማለት ሓዊ ኣብ ኢድካ ሒዝካ ንኻልእ ሰብ ክትድርብየሉ ምጽባይ ማለት እዩ። ቅድሚ እቲ ሰብ ምንዳዱ ግን እቲ ሓዊ ንዓኻ'ዩ ዝበልዓካ ዘሎ። ስለዚ ሎሚ ካብቲ ኣብ ሕቖኹም ተሰኪምኩሞ ዘለኹም ከቢድ ጽልኢ ብኸመይ ትናገፉ ክንርኢ ኢና። እዚ ዛንታ እዚ ንልብኹም ከሐድሶ ንሕልናኹም ድማ ሰላም ክህቦ እዩ። ክሳብ መወዳእታ ምሳና ጽንሑ። ሼር ላይክ እናገበርኩም ናብ ኩሉ ሰብ ክበጽሕ ሓግዙኒ። ይቕሬታ እንታይ ማለት እዩ? ይቕሬታ ማለት እቲ ዝተፈጸመካ በደል ጽቡቕ ነይሩ ወይ ገዲፍካዮ ማለት ኣይኮነን። በደል ኩሉ ግዜ በደል እዩ። ይቕሬታ ግን እቲ ብሰንኪ በደል ኣብ ልበይ ዘሎ ሓዊ ንዓይ ንኸየንድደኒ ኣጥፍኤዮ ኣለኹ ምባል እዩ። ይቕሬታ ማለት ንዝሓለፈ ቃንዛ መጻኢኻ ንኸይበልዖ ምክልኻል ማለት እዩ። ይቕሬታ ንነብስኻ እትህቦ ውህበት እዩ። ጽልኢ ሒዝካ ምጽናሕ ማለት ሓዊ ኣብ ኢድካ ሒዝካ ንኻልእ ሰብ ክትድርብየሉ ምጽባይ ማለት እዩ። ቅድሚ እቲ ንሰብ ምንዳዱ ግን እቲ ሓዊ ንዓኻ እዩ ዝበልዓካ ዘሎ። ስለዚ ይቕሬታ ክንገብር ከለና ነቲ በደለኛ ዘይኮነስ ንነብስኻ ኢኻ ካብ ቤት ማእሰርቲ ጭንቀትን ሕርቃንን እተውጽኣ ዘለኻ። ይቕሬታ ስለምንታይ ይኸብደና? ቀዳማይ ትዕቢት፣ ኣነዶ ይቕረ ይብል ንሱ'ዩ ቀዲሙ በዲሉኒ ዝብል መንፈስ ንልብና የትርሮ። ካልኣይ፣ ፍትሕ ምድላይ። እቲ ሰብ ክሳብ ዝቕጻዕ ክንርኢ ስለ ንደሊ ይቕሬታ ንምግባር ንኽልከል፣ ግን ሕነ ምፍዳይ ንልቢ የዕኑ እምበር ሰላም ኣይህብን እዩ። ሳልሳይ፣ ድኽመት ይመስለና። ይቕሬታ ምባል ናይ ፍርሓት ወይ ናይ ድኽመት ምልክት ይመስለና። ብሓቂ ግን ይቕሬታ ምባል ናይቶም ሓያላት ሰባት ስራሕ እዩ። ልቡ ዘይሓየለ ሰብ ይቕሬታ ክገብር ኣይክእልን እዩ። ሓደ እዋን ሓደ መንእሰይ ነበረ። እዚ መንእሰይ እዚ ብሰንኪ መሓዙቱን ዘመዱን ኣዝዩ ተበዲሉ ልቡ ብቂምታን ሕርቃንን መሊኡ ነበረ። ይቕሬታ ክገብር ይደሊ እኳ እንተ ነበረ እቲ በደል ግን እናዘከሮ ክዕገስ ኣይከኣልን። ኣብ መወዳእታ ናብ ሓደ ጥበበኛ መምህር ከይዱ ከምዚ በሎ፣ መምህር ከመይ ኢለ እየ ይቕሬታ ዝብል? እዚ ኩሉ እናተበደልኩ ልበይ እናደመየ ብኸመይ ይቕሬታ ይገብረሎም? እሞ ኸኣ በደሎም ዘይኣምኑሉ ይቕሬታ ምባል ድኽመት ዶ ኣይኮነን? በሎም። እቲ መምህር ፍሽኽ በሉ እሞ ሓንቲ እምኒ ሂቦም ከም ዝበልዎ ካብ ሎሚ ጀሚርካ ሓደ ሰብ ምስ በደለካ ወይ ምስ ኣቖጣዓካ ሽሙ ኣብ ሓንቲ እምኒ ጽሒፍካ ናብዚ ቦርሳ የእትዎ ነቲ ቦርሳ ድማ ኩሉ ግዜ ተሰኪምካዮ ዙር እቲ መንእሰይ ተገረመ ግን ከምቲ ዝተባህሎ ገበረ ኣብ መጀመርታ እቲ ቦርሳ ቀሊል ነበረ፣ ግን መዓልታት እናሓለፈ ምስ ከደ እቲ ቦርሳ ብኣእማን እናመልአ መጸ። ናብ ስራሕ ክኸይድ ከሎ ይኸብዶ፣ ክድቅስ ከሎ ኣብ ጎኑ የቐምጦ፣ ክበልዕ ከሎ እውን ከይፈለዮ ነበረ። ድሕሪ ሰሙን እቲ ቦርሳ ኣመና ስለ ዝኸበዶ ሕቖኡ ተዓጽፈ። ድቃስ ከኣ ሰኣነ። መሊሱ ናብቲ መምህር ከይዱ ኣይከኣልኩን፣ እዚ ቦርሳ እምኒ ክሳብ ክንደይ ከም ዝኸበደኒ ኣይትፈልጥን ዲኻ? ኣመና ኣድኪምኒ በሎም። እቲ መምህር ድማ ብርግኣት ከምዚ በልዎ፣ ትርኢ ኣለኻ ወደይ፣ ቂምታ ልክዕ ከምዚ እምኒ እዩ። ንዝበደለካ ሰብ ይቕረ ክሳብ ዘይበልካሉ እቲ ቂምታ ከምቲ ከቢድ እምኒ ኣብ ልብኻ ተሰኪምካዮ ኢኻ ትጓዓዝ። እቲ ዝበደለካ ሰብ ምናልባት ተሓጒሱ ይነብር ይኸውን፣ ንስኻ ግን ነቲ ሸኽሙ ተሰኪምካ ትሳቐ ኣለኻ። ይቕሬታ ምባል ነቲ እምኒ ካብ ሕቖኻ ውሪድካ ምድርባይ ማለት እዩ። ነቲ ሰብ ክትብል ዘይኮነሲ ንርእስኻ ሰላም ክትረክብ ኢልካ በልዎ። ክቡራት ተዓዘብቲ እዛ ዛንታ እዚኣ ዓብዪ ትምህርቲ ኣለዋ። ብዙሕ ግዜ ይቕሬታ ክንገብር ከለና ነቲ በደለኛ ውዕለት እንገብረሉ ይመስለና። ሓቂ ግን ይቕሬታ ንነብስኻ እትህቦ ህያብ እዩ። ቂምታ ንነብስኻ ኣብ ቤት ማእሰርቲ ምእታው እዩ። ይቕሬታ ነቲ ቤት ማእሰርቲ ሰቢርካ ናጻ ምውጻእ እዩ። ንበደለኛ ይቕረ ምባል ማለት ምስኡ ዕርክነት ቀጽል ማለት ኣይኮነን። ይቕሬታ ማለት ግን እቲ በደልካ ንህይወተይ ንኸይቆጻጸሮ ፈቒደ ኣለኹ ምባል እዩ። ክቡራት ተዓዘብቲ፣ እታ መሃሪት ዛንታ እምኒ ኣብዚ ተዛዚማ ኣላ። ግን እቲ ትምህርቱ ሕጂ እዩ ኣብ ህይወትና ክጅምር ዘለዎ። ሎሚ ኩልና ኣብ ውሽጢ ልብና ክንጥምት ይግባእ። ኣብ ሕቖኻ ተሰኪምካዮ ዘለኻ ንዓመታት ዘድከመካ፣ ሰላም ዝኸልኣካ ከቢድ እምኒ ቂምታ ኣሎዶ? ምናልባት እቲ ዝበደለካ ሰብ ጠሊሙካ ይኸውን፣ ምናልባት እውን ብዘይ ፍትሒ ኣሳቕዩካ ይኸውን። ግን ፍለጥ፣ ይቕሬታ ምባል ማለት ነቲ ዝተገብረ በደል ምርሳዕ ወይ ምድጋፍ ማለት ኣይኮነን። ይቕሬታ ማለት ካብ ሎሚ ጀሚረ እቲ በደል ንህይወተይ ክቆጻጸር ኣይፈቅድን እየ ምባል እዩ። ነቲ እምኒ ካብ ሕቖኻ ኣውሪድካ ክትድርብዮ ከለኻ እቲ ዝበደለካ ሰብ ኣይኮነን ናጻ ዝወጽእ ዘሎ፣ ንስኻ ኢኻ ትንፋስ እትረክብ ዘለኻ። ይቕሬታ ዘይብሉ ህይወት ከምቲ ጸሓይ ዘይብሉ ገዛ እዩ፣ ኩሉ ግዜ ጸልማትን ቁርን እዩ ዝስምዓካ። ሎሚ እምበኣር ነቲ ከቢድ ሸኽሚ ኣውሪድኩም ልብኹም ክፍውስ ፍቐድሉ። ይቕሬታ ምባል ናይ ሓያላት ሰባት ስራሕ እዩ። ድኹም ሰብ ቂምታ ይሕዝ፣ ሓያል ሰብ ግን ይቕሬታ ይገብር። እዛ ዛንታ እዚኣ ንልብኹም ተንኪፋ እንተኾይና፣ ሎሚ ይቕሬታ ንኽትገብርሉ ንትደልዩ ሰብ እዛ ቪድዮ እዚኣ ሸር ግበርሉ። ኣብ ኮመንት ድማ ይቕሬታ ንዓኹም እንታይ ትርጉም ኣለዎ? ርእይቶኹም ጸሓፉልና። ተወሳኺ ልቢ ዘለስልሱ ንህይወት ዝቕይሩን መዘዘናግዑን ሓቀኛታት ዛንታታት ንምክትታል ሳብስክራይብ ብምግባር ናይ ደወል ምልክት ብምጽቃጥን ወትሩ ምስ ላዛና ኦፊሻል ቲቪ ይኩኑ። ቂምታ ዘይብሉ ሰላም ዝመልኦ ልቢ ይሃብኩም። ኣኣብ ዘለኹሞ ሰላምን ፍቕርን እናተመነኹ ብልቢ ኣመስጊነ ይፍለየኩም።